ሰላም ከመይ ቀኒኹም ዝኸበርኩም ተኸታተልትና ንሎማዕን ዘዳለኹዎ ዜና ስፖርት ሒዘልኩም ቀሪበ ኣለኹ ናብ ምሉእ ትሕዝቶ ከብለኩም እየ ሰናይ ምክትታል
ኮፓ ደረይ ስጳኛ ትማሊ ዓርቡን ብክልተ ጸወታ ቀጺሉ ውዒሉ መራሒት ላሊጋ ስጳኛ ዘላ ሪያል ማድሪድ ንሪያል ሶሴዳድ ዓዲማ ዘካየደቶ እቲ ኤርትራዊ ሽወደናዊ ዝኾነ ኣሌክሳንደር ኢሳቅ ክልተ ጎላት ንሪያል ማድሪድ ኣመዝጊብላ። እዚ ወልዶ መንእሰይ ንሪያል ማድሪድ ክልተ ጓል ጥራሕ ዘይኮነ ሓንቲ ሳልሰይቲ ጎል እውን ንቐረብ ገይሩ እዩ። እታ ኣብ ገዛእ ሜድኣ ትገጥም ዝነበረት ሪያል ማድሪድ ነተን ኣርባዕተ ጎላት ዝተመዝገብኣ ንክተሕዊ ላዕልን ታሕትን እያ ክትብል ጀሚራ። እንተኾነ ግን ክሰልጣ ኣይከኣለን። ነተን ዘየዕውታኣ ጎላት ዘመዝገቦ ድማ ተኸላኻላይ ማርሴሎ ከምኡ'ውን ቪነስ፣ ሳሲቲ ድማ ናቾ ኣመዝጊቡዋ። ሳዕ ትሽዓተ ምሸት ንሜዳ ተመራሪሐን ዝኣተዋ ኣትለቲኮ ቢልባኦን ባርሴሎናን እየን። እታ ኣብዚ ዓመት እዚ ንቀዳማይ ኣሰልጣኒኣ ዝነበረ ዝሰጎገት ክለብ ባርሴሎና ሕጂ እውን ክሰልጣ ኣይከኣለን። ብኣትለቲኮ ቢልባኦ ድማ ኣብ መበል ትስዓን ሰለስተን ደቂቕ ዝኣተወታ ጎል ካብዚ ኮፓ ደል ረይ ተገሊፋ ኣላ። ንዓወት ኣትለቲኮ ቢልባኦ ኮይኑ ዝገበረ ድማ ኣከፋፋሊ ባርሴሎና ዝኾነ ቡሽከተ ናብ ገዛእ ሜድኡ ዘመዝገባ ጎል እያ ነይራ። ፕሪመር ሊግ ዓዲ እንግሊዝ ሎማዓንቲ እውን ብክልተ ፀወታ ቀፂሉ ክውዕል እዩ እታ ኣብዚ ዓመት እዚ ንኣሰልጣኒ ኣንቸሎቲ ቆፂራ ዘላ ኤቨርተን ኣብ ሰዓት ሓደ ፈረቓን ድማ ንክሪስታል ፓላስ ዓዲማ ተካይደ ፀወታ ተሰሪዑላ ይርከብ ኣብቲ ካልኣይ ፀወታ ምስ ነብል ዋትፎርድ ናብ ብራይተን ተጓዒዛ ተካይደ ፀወታ ድማ ሰዓት ሽዱሽተ ፈረቓን ተሰሪዑላ ኣሎ ሰሪኣ ዓጣልያን ሎማዓንቲ እውን ብሰለስተ ፀወታ ቀፂሉ ክውዕል እዩ ሰዓት ሓደ ዝገጥማ ፊዮረንቲና ኣታላንታ ክኾና ከለዋ ቶሮንቶ ሳምፓዶሪያ ድማ ሰዓት ሽዱሽተ ክገጥማ እየን መራሒቲ ሰሪኣ ዓጣልያን ዘላ ጁቬንቱስ ድማ ንቬሮና ዓዲማ ተካይዶ ፀወታ ሰዓት ሸሞንተን ኣርባዓን ሓሙሽተን ተሰሪዕላ ይርከብ